ኣብ ናይ እስፔዛ ቦታ ኮይና ከም ተላዓልኩ መሲሉ ተሰሙዒና ማለት እዩ። ከምዚ ዓድና ዳ እስፔዛ ገለ ትኸድሞ በቃ ልክዕ ከምኡ ዘለኹ መሲሉኒ ማለት እዩና ብጣዕሚ እዩ ኣፕሊኬሽን እዚኣሲ ዘይትገብረ ነገር የላይና ብጣዕሚ ደስ ሃልቲ ኣፕሊኬሽን እያ። እቲ ጽሑፍ ኣብቲ ኮመንት ከቅምጠልኩም እየ ተይተጋገኹም ወሲድኩም ከምዚ ዓይነት ምስ ደስ ለበለኩም ትላዓሉ ትክእሉ ኢኩም ማለት እዩ እና ላቅ ከብለኩም ቪድዮ ከይንውሐልኩም ሰናይ ጻንሒት።
መንገድኹም ይቕናዕ ዕንቅፋት ካብ ቅድሚኹም ይወገድ ሓባሊ ጻሕ ይበል በዓል ክፍኡኹም ኣይርባ ኣብ ቅድሚኹም ንዝተነብረ ብርሃን ዝኾልፍ ዓንቃፊ ብሓይሊ ኣምላኽኩም ይወገድ ተሳገሩ ደኣ እምበር ኣይትትረፉ ጽባሕ ናትኩም እያሞ ብሓጎስ ጽኑ ሰስኑ መሊስኩም ሰውዱ

እታ ከም ጥዑም ጸናጽል ንጎም ምኡዝ ወጋሕታኣ እተለምልም ውርሓተ እልልታኹም ግና ቀልጢፋ ትበሰር። ብወሓይዝ ምድርኹም ክትዝምሩ፣ ብንፋስ ምብራቕኩም ክትሕበኑ፣ ኣብ ሰውሕታት ሃገርኩም ክትዕንድሩ፣ ኣብ እምባታት ወጺኹም ሽግ ዓወት ከተበስሩ ሰላም ሰላም ክብረት ፋሚሊ ናይ ዩቲዩብ ቻናል ተኸታተልቲ ከመይ ኣለኹም? ኣነ እኳ ሰላም እየ እግዚኣብሔር ይመስገን። ከምኡ ሰላም ዘለኹ ከዓ ሰላም ክትኮኑለይ ናይ ኩሉ ግዜ ተምኒተይ እዩ ክብረት ፋሚሊ እምበርከስ ናይ ሎማዓንቲ ቪድዮና ከዓ ፍልይ ዝበለ እዩ ብጣዕሚ ደስ ዝብል ቪድዮ እየ ክሰርሐልኩም ክሳብ መጨረሻ ተኸታተልቲ ይኩኑ ከምኡ ድማ ቅድሚኡ ናዛ ቻናለይ ሓድሽ ዝኾንኩም ላይክ፣ ሼር፣ ሰብስክራይብ እናገበርኩም ቤተሰብ ኩኑ። ቤተሰብ ከዓ ከምቲ ልሙድ ሃናፂ ርእይቶኹም ኣይፈለኒ ክለኩም ይደሊ ፓሜሊ እምበርከስ ናይ ሎማዓንቲ ቪድዮና ብጣዕሚ ደስ ዝብል እያ ከምቲ ሎሙድ እታ ኣፕሊኬሽን ባዕላ ኮይና ብጣዕሚ ዝተፈለየ ቪድዮ እየ ክሰርሐልኩም ክሳብ መጠረሻ ተኸታተልቲ ይኩኑ ማለት እዩ ከው ደማ እቲ ፅሑፍ ኣብ ኮመንቲ ክገድፈልኩም እየ ከምቲ ሎሙድ ተይተጋገኹም ፅሒፍኩም ወይ ከዓ ኮፒ ገይርኩም ወሲድኩም ተለዓላ ተለዓሉ ክለኩም ይደሊ ብጣዕሚ እዩ ደስ ዝብል ኣብኡ ኮይንካ ፎቶ ክትለዓል ብጣዕሚ እዩ ደስ ዝብል ማለት እዩ እና ልክዕ ከም ኣስፌዛ ትሽንቅጥለካ ከም ኣስፌዛ ኮይንካ ፎቶ ትላ ኣለካ ከምኡ ዓይነት ልመስል ፎቶ እዩ ደስ ዝብል እዩ ብጣዕሚ ማለት እዩ እና ላው ከብለኩም እዩ ልክዕ ከምዚ ኢልካ ከምዛ ትሪእዋ ኣለኹም ፎቶ ልክዕ ኣብ ናይ እስፌዛ ቦታ ኮይና ከም ተልዐልኩ መሲሉ ተሰሙዒና ማለት እዩ ከምዚ ዓድና ዳስፌዛ ገለ ትኸድሞ በቃ ልክዕ ከምኡ ዘለኹም መሲሉኒ ማለት እዩ እና ብጣዕሚ እዩ ኣፕሊኬሽን እዚኣሲ ዘይትገብረ ነገር የላይ እና ብጣዕሚ ደስ ሃልቲ ኣፕሊኬሽን እያ እቲ ፅሑፍ ኣብቲ ኮመንት ከቕምጠልኩም እዮ ተተጋገኹም ወሲድኩም ከምዚ ዓይነት ምስ ደስ ለበለኩም ትላዕሪ ትኽእሉ ኢኹም ማለት እዩ እና ላቅ ከብለኩም ቪድዮ ከይንውሐልኩም ሰናይ ፃንሒት ቅድሚ ኩሉ ከምቲ ልሙድ ላፕላስተር ኢና ንኸይድ ለፕለስ ተመስገና ታውዚ ጅማ ሌና ንጽሕፍ ጅማ ኢልና ምጽሓፍና ወዲያን ኣውዚ ኦፕን ንብሎ ማለት እዩ። ኦፕን ምስ በልክዎ ከምቲ ልሙድ ላዚያ ላዛ ቀያሕ ገይረልኩም እኒኦኹ ኣዚያ ፕላስ ነውዓ ካብኡ ኣብዚ ናይ ገረሊ ምልክት እኒኦ ኣዚያ ነውዓ ማለት ካብኡ ልክ ላብና ገራሊ ወሲድና እኒኦ ከዚ ፎቶ ደስ ለለኒ ክመርፅ እየ ካብዚ ካብኡ ልክ ኣብ ኣስፌዛ ከም ዘለኹ መሲሉ ክሰደለይ ማለት እዩ ብጣዕሚ እዩ ቀሊል ጥራሕ ትፅሑፍ ተይተጋግኹም ተፅሒፍክዎ ብሕልፊ ኮፒ ተገይርክሞ ቀሊል እዩ ማለት እና ከዛ ኣነ ፎቶ መሪፀ ኣለኹ ከምዚ እለ ላብዚያ ክኸይድ እየ ላብዛ ዝነፅገ ጠቢለ ካብኡ ፖስት ልብል ክመፀኒ እዩ ኣጋጣሚ ዝፅሑፍ ኮፒ ገይረ እየ ስለ ዝፀናሕኩ ማለት እዩ ኮፒ እንድሕር ዘይትኽእሉ ከዓ ተይተጋግኹም ብደንብ እንድሕር ፅሒፍክሞ ወዲያው ሰሪሑ እዩ ባዕሉ ዝሰደልኩም ካብኡ ኣዝያ ኣብ ዘመናዊ ሪከርድ ምልክትና ኣዝያንዋ ከው ንእሽተይ ንጽብዮ ማይ ሸዋታ ብጣዕሚ የድልዩ እና ኣብዝሓ ሰባት ሴፍ ሙጋሪ ኣውና ኣሎ ቀልጢፈ ይመጽለይ ገለ ትላነ ይብለኹም ብውሽጢ መስመር ናይ ሸዋታ ጸገም እዩ ናይ ካላ ኣይኮነን ከው ድማ መረጋጋዕ ለለዩ ተረጋጊዕካ ብደንብ ጽቡቅ ገይሩ ይሰደልካ ማለት እዩ ከዚ ልክዕ ኣስቤዛ ኮይኑ ኣልዒሉ ሰዲደና እዩ ማለት እዩ። ከምዚኣ ጌርኩም ትለዓሉ ትኽእሉ ኢኹም። ብጣዕሚ ደስ በሃሊ መቀናበሪ እዩ እኒኦ። ካብኡ ኣብዚ ሕሰት ከዓ ከመይ ጌርና ከሲፍ ክንገብሮ ንኽእል ከምዚ ኢሉ ይመፀና ግን ከዓ ሴት ንገርያየና ዘናተይ ብጣዕሚ ይቀልል ማለት ናተይ ብፅሑፍ ኣይማፀን ኣውዝኒያ ምልክት እዚኣ እያ ናይካትም ከዓ ሴፍ ልብል ክመፅው ክምኽእል እዩ ብእንግሊሽ ወይ ከዓ ከምዛ ቀይሕ ምልክት ዝገበረልኩ ንኸ ኣዚያና ናይ ዳውን ምልክት ማለት እዩ እዚያና ከዓ ካብኡ ወዲያው ኦፕን ክለና እዩ ካብኡ ላብገራ ንወፅእ ላብ ጋራሊ ምስ ወጻና ወዲያው እቲ ፎቶ ወሪዱ ይጸንሐና ማለት እዩ። ከምዚኣ ኢላ ትጸንሐና እና እዛ ፎቶ ወሪዳ ጸኒሓትና ማለት እዩ። ከምዚኣ ኢላ ኣብ ኣስፌዛ ኮይንካ ልክዕ ሸንቃጢት መሲሎ ማለት እዩ። ብጣዕሚ ገራሚት ኣርትከይ ስንዚኣ ዝሰርሐ ነገር ስለዘየላ እቲ ፅሑፍ ዘይተጋገኹም ኮፒ ተጌርክምዎ ብጣዕሚ ደስ በሃሊ ክትለዓሉ ትኽእሉ ኢኹም ሃምድስ ንበለኩም ማለት እዩ እና ቤተሰብ ናይ ሎማዓንቲ መደብና ከዓ እዚኣ ትመስል ብካሊእ ክሳብ ዝመፅእኩም ሓድሽ ቪድዮ ከምዚ ዓይነት ክሳብ ዝሰርሐልኩም ከዓ ናዛ ቻናለይ ሓድሽ ዝኾንኩም ላይክ ሼር ሳብስክራይብ እናገበርኩም ቤተሰብ ኩኑ ቤተሰብ ከዓ ከምቲ ልሙድ ሓናፂ ርእይቶኹም ኣይፈለየኒ ክለኩም የደሊ ማለት እዩ እና ርእይትኹም ከዓ ኣብ ኮመንቲ ብምቕማጥ ኣቦራትዕኒ ክለኩም የደሊ ብካሌ ማዳይ ክሳብ ዝመፀኩም ባይ ፋሚሊ
መንገድኹም ይቕናዕ ዕንቅፋት ካብ ቅድሚኹም ይወገድ ሓባሊ ጻሕ ይበል በዓል ክፍኡኹም ኣይርባ ኣብ ቅድሚኹም ንዝተነብረ ብርሃን ዝኾልፍ ዓንቃፊ ብሓይሊ ኣምላኽኩም ይወገድ ተሳገሩ ደኣ እምበር ኣይትትረፉ ጽባሕ ናትኩም እያ እሞ ብሓጎት ጽኑ

መንገድኹም ይቕናዕ፣ ዕንቅፋት ካብ ቅድሚኹም ይወገድ። ሓባሊ ጻሕ ይበል በዓል ክፉእኹም ኣይርባሕ፣ ኣብ ቅድሚኹም ንዝተነብረ ብርሃን ዝኾልፍ ዓንቃፊ ብሓይሊ ኣምላኽኩም ይወገድ። ተሳገሩ ደኣ እምበር ኣይትትረፉ፣ ጽባሕ ናትኩም እያሞ ብሓጎስ ጽንዑ፣ ሰስኑ፣ መሊስኩም ሰውዱ።